ኣብ ናይ ሎማዕንቲ ሒዘልኩም ዝመጻኹ ዛንታ ስሩዕ ዛንታ ኣይኮነን። ኣብ ብዙሕ ናይ ኣሜሪካ ፊልም ኢንዱስትሪ ከም ሓዊ ተፈቲኑ ናብቲ ሕጂ ዘለዎ ደረጃ ክበጽሕ ዝኸኣለ እንኮ ሰብ'ዩ። እቲ ልክዕ ስሙ ክርስትያን ቤል ክኸውን እንከሎ ኣብቲ ባትማን ዝብል ናይ ፊልም ስርሑ ንብዙሓት ሰባት ፍጹም ዘይርሳዕ ኮኾብ ክኸውን ገይርዎ'ዩ። እዚ ሰብ ኣክተር ጥራይ ዘይኮነስ ናይ ፊልም ተዋስኦ ዝሓተቶ ኩሉ ሮቛሒ ዘማለኣ ብሉጽ ሰብ ዩ። እዚ ሰብ ኣብ ሓደ ሰዓት ቀጢን ኣብ ሓደ ሰዓት ድማ ሰብ ቦርጭ ብኻልእ ግዘ ውን ሰብነቱ ዱልዱል ኮይኑ ተዋሲኡ ዩ። እቲ ኣዝዩ ዘገርም ድማ ኣብ ሓደ ፊልም ንኽዋሳእ ዒስራ ኪሎ ዝኣክል ነክዩ ከም ዝነበረ ይዝከር ዩ። እዚ ጥራይ ዘይኮነስ እቶም እተዋስኦም ገጸ ባህሪ ብሓቃዊ ክላበሶም ብምኽኣሉ ኣብ ሓቃዊ ዓለም እውን ነቲ ገጸ ባህሪ ሒዙ ክረኣ ኪኢሉ እዩ። ኣብ ናይ ሎማዕንቲ መደብ ናይ ክርስትያን ቤል መስደመም ዝኾነ ናይ ሕይወት ጉዕዞ ክንዕዘብ ኢና። ኣቐዲመ ሰላምታይ እናቕረብኩ ላይክን ሸርን ብምባል ናብ ኩሉ ንክባጻሕ ደገፍኩም ኣይፈለየኒ ክብል እፈቱ። ናብቲ መደብ ክወስደኩም። ናይዚ ሰብ ህቡብነት ዝፈለመሉ ኣብ ናይ ኣሜሪካ ሳይኮ ኣብ ዝብል ፊልም ካብ ዝሳተፍ ንደሓር እዩ ነይሩ። ኮይኑ ግና ክርስትያን ገና ወዲ ዓሰርተ ሰለስተ ዓመቱ እንከሎ ፊልም ምስራሕ ከም ዝጀመረ ይሕበር እዩ። ኣብ ዓሰርተ ትሽዓተ ሰማንያታት ኢምፓየር ኦፍ ዘ ሰን ኣብ ዝብል ናይ ፊልም ስራሕ ኣብ መንጎ ኣርባዕተ ሽሕ ተዓዘብቲ ሰባት ክርስትያን በቲ ፍሉይ ክእለቱ ስለ እተመርጸ ናብ ስራሕ ክኣቱ ኪኢሉ እዩ። ኣብ ዓሰርተ ትሽዓተ ቴስዓታት ድማ ኒውሲስ ሊትል ውመን ምስ ቬልቤት ጎልድማን ኣብ ዝብል ናይ ፊልም ስራሕቲ ከም ሓጋዝን ቀንዲ ተዋሳኣይን ኮይኑ ክሰርሕ ኪኢሉ እዩ። ኮይኑ ግና ኣብ ክልተ ሽሕ ዓመተ ምህረት ናይዚ ሰብ እቲ ልክዕ ተፈላጥነቱ ክወጽእ ዝጀመረሉ ሰዓት እዩ ነይሩ። ፓትሪክ ቤትመን ኣሜሪካን ሳይኮ ኣብ ዝብል ፊልም ክርስትያን ምስ ሊዮናርዶ ዲካፕርዮ ብምውድዳር ናብዚ ፊልም ሕጹይ ክኸውን ኪኢሉ እዩ። ናይቲ ፊልም ዳሪክተር ሜሪ ሄሮልድ ናይ ክርስትያን ክለት ብጽቡቕ ስለ እተዓዘበት እዩ ነይሩ። ኰይኑ ግና ክርስትያን ኣብቲ ሰዓት ፍሉጥ ሰብ ኣይነበረን። እተሓጸየሉ ምኽንያት ግና ከም ናይ ኣመሪካውያን ናይ ዘረባ ኣክሰንት ኣዝዩ ክእል ብምንባሩ እዩ። እቲ ፊልም ብዲቪዲ ካብ ዝዝርጋሕ ንደሓር በቶም ኣፍቀርቲ ፊልም ኣዝዩ ተፈታውነት ረኺቡ እዩ። ድሕሪ ሒደት ዓመታት ድማ ቤል ኣብ ሓደ ፍሉይ ዝኾነ ስራሕ ቀሪቡ እዩ። ኣብ ክልተ ሽሕን ኣርባዕተን ዓመተ ምህረት ቤል ኣብ ዘ ማርሺኒስት ዝብል ፊልም ንብዙሓት መስደመም ገጸ ባህሪ ብምሓዝ ክመጽእ ኪሉ እዩ። ቤል ኣብዚ ፊልም ክዋሳእ እንከሎ ክርስትያን ቴኖሬዚንግ እተባህለ ሰብ ኮይኑ ክዋሳእ ተራእዩ እዩ። ኣብዚ ፊልም ክረኣ እንከሎ ውን ካብቲ ዝነበሮ ክብደት ዕስራ ኪሎ ነክዩ ብምምጽኡ ብዙሕ ሰብ ጉድ ክብል ጌርዎ'ዩ። ንሽዱሽተ ጫማ ዝኣክል ንውሓት ዘለዎ ቤል ኣብቲ ሰዓት ዝነክዮ ክብደት ናብ ሓደጋ ከውድቖ ከም ዝኽእል ብዙሓት ናይ ሕክምና ሰብ ሞያ ገሊጾም'ዮም። ቤል ግና ካብዚ ንላዕሊ'ውን ንኽንኪ ድሌት ነይርዎ'ዩ። ኣብቲ ፊልም'ውን ኣብ ክንዲ መግቢ ዊስኪን ኣፕልን ዝጥቀም ዘሎ ክመስል ዘይኮነስ ባዕሉ ኮይኑ ተጻዊትዎ'ዩ። ብዙሓት ሰባት እውን The Walking Skeleton ብምባል ሳጓ ስም ኣውጺኦምሉ እዮም። እቲ ፊሊም እውን ብሓሙሽተ ሚልዮን ዶላር በጀት ተሰሪሑ ሸሞንተ ሚልዮን ዶላር ከእቱ ኪሉ እዩ። ኣብቲ ሰዓት ድማ ናይ ቦክስ ኦፊስ መድረኽ ክቆጻጸሮ ጀሚሩ እዩ። ናይ ክርስትያን እቲ ካልእ መስደመም መገዲ ዝፈለመሉ ኣብ ክልተ ሽሕ ዓመተ ምህረት እዩ ነይሩ። ዘ ማሽኒስት ዝብል ፊልም ተቐዲሑ ምስ ተወድኣ፣ ቤል ኣብ ሽዱሽተ ወራሕቲ ጥራይ ናይ ነብሱ ክብደት ብብዙሕ ዕጽፊ ክውስኽ ግድን ኮይንዎ'ዩ። ኣብዚኤን ወራሕቲ ውሽጢ'ውን ክሳብ ክንድቲ ዝኽእሎ ኣዚኻ ግጀፍ ዝብል ትእዛዝ በጺሕዎ'ዩ። እቲ ዳርክተር ክሩስቶፈር ሞራል ነዚ ትእዛዝ ምስ ሃቦ፣ ፈተና ዘሐጉሶ ቤል ድማ፣ ካብቲ እተባህሎ ንላዕሊ ኣርብዓን ሓሙሽተን ኪሎ ክውስኽ ኪኢሉ'ዩ። እዚ ግና ካብቲ ተደልየ ንላዕሉ ስለ ዝነበረ ቅድሚ ናይዚ ፊልም ቀረጻ ዓሰርተ ሰለስተ ኪሎ ዝኣክል ተመሊሱ ክብደቱ ንኽነኪ ግድን ኮይንዎ'ዩ። ብኸምዚ መልክዑ ቤል ኣብቲ ዘ ባትማን ዝብል ፊልም ንክዋሳእ ድሉው ኮይኑ'ዩ። ኣብቲ ናይ ዘ ማሽኒስት ዝብል ፊልም ዝነበረ ቤል ኣብዚ ሕጂ ብሩስ ወይን ዝብል ገጸ ባህሪ ብምሓዝ ካብቲ ዝነበሮ ክብደት ወሲኹ ኣካሉ ብቕርጺ ተመሊኡ ክመጽእ ኪሉ'ዩ። ናይ ኣሜሪካ ኣክሰንት ተዛራብን ብናይ ፊልም ክእለቱ ኣዝዩ ብቑዕን ጉዕርር ዝበለ ድምጺ ዝሓዘን ሱፐር ሂሮ ሰብ'ዩ። እቲ ፊልም እውን ኣብ ዓይኒ ሰብ ኣዝዩ ተፈታዊ ኮይኑ'ዩ። ብ ሚእትን ሓምሳን ሰለስተን ሚልዮን ዶላር በጀት ተሰሪሑ ሰለስተ ሚእትን ሰብዓን ሚልዮን ዶላር ከእቱ ዝኸኣለ ኣዝዩ ብሉጽ ናይ ፊልም ስራሕ ኮይኑ'ዩ። ኣብ ክልተ ሽሕን ሽዱሽተን ዓመተ ምህረት ንቤል ኣዝያ መደነቒት ዓመት እያ ነይራ፣ ምኽንያቱ ድማ ኣብ ታሪኽ ካብ ዘይርስዑ ናይ ፊሊም ታሪኻት ውሽጢ ኣብቲ ሓደ ዝኾነ ኣብ ሓቃዊ ታሪኽ ዝተመርኮሰ ሬስኪው ዳውን ኣብ ዝብል ናይ ፊልም ቀረጻ ክሳተፍ ብምኽኣሉ እዩ። እዚ ፊሊም ኣብ ናይ ቬትናም ኩናት ሰዓት ሓደ ኣሜሪካዊ መንእሰይ ካብ ፕሌን ብምውዳቕ በቶም ናይቲ ከባቢ ሰባት ማህሰይቲ እንትበጽሖን ነዞም ፈተናታት ሓሊፉ ከምልጥ ዘርኢ መስደመም ስራሕ እዩ። ወርነር ሄርዞግ ከም ዳሪክተር ኮይኑ ተሳተፈሉ እዚ ፊልም ንቤል ኣብ ዓቕሙ መፈተኒ ዝኾነ ናይ ፊልም ስራሕ ኮይኑ እዩ። ተመን ኣብ ዝርከቦ ሩባ ውሽጢ ምሕምባስ፣ ምስ ሓቃዊ ተመን ምቅላስን ብምቕጻል ድማ ሓሳኹ ምብላዕ ይኹን ብጻጸታት ክንከስ ምግባር ዘማለእ ብምንባሩ ክርስትያን ቤል ብዙሕ ፈተና ክሓልፍ ገይሮምዎ እዮም። ካብኡ ቀጺሉ ድማ ካብቲ ዝነበሮ ናይ ኣካሉ ክብደት ዒስራን ሓሙሽተን ኪሎ ክንኪ ግድን ኮይንዎ እዩ። እዚ ፊልም ኣብ ሃገረ ታይላንድ ንኣርብዓ ተኸታታሊ መዓልቲ ኣዝዩ ጸጋም ብዝኾነ ኩነታት ተቐድሐ ክኸውን እንከሎ፣ ብ ዓሰርተ ሚልዮን ዶላር በጀት ተሰሪሑ ሰላሳን ሓደን ሚልዮን ዶላር ከእቱ ዝኸኣለ ናይ ኩልግዘ ኣዝዩ ብሉጽ ናይ ታሪኽ ስራሕ'ዩ። ዋርነር ሄዞ ግና ድሕሪ እቲ ፊልም ካብዞም ትውልዲ ዘፍርዮ ኣዝዩ ብቕዓት ዘለዎ ሰብ'ዩ ክብል ንክሪስትያን ቤል ከመጉሶ ተሰሚዑ'ዩ። ኣብ ክልተ ሽሕን ዓሰርተን ዓመተ ምህረት ድማ ቤል ኣብ ዘ ፋይተር ዝብል ፊልም ከም ሓጋዚ ተዋሳኣይ ኮይኑ መጺኡ'ዩ። ቅድሚኡ ግና ኣብ ክልተ ሽሕን ሸሞንተን ዝሰርሖ ናይ ባትማን ቀጻሊ ክፋል ዝኾነ ባትማን ዳርክ ናይት እተባህለ ፊልም ሰሪሑ እዩ። እዚ ፊልም ጆከር እተባህለ ገጸ ባህሪ ናይ ኹሉ ሰብ ኣቓልቦ ስሒቡ እኳ እንተነበረ ኣብዚ ፊልም ናይ ክርስትያን ቤል ናይ ተዋስኦ ብቕዓት ዝርሳዕ ኣይኮነን። ኣብቲ ናይ ክልተ ሽሕን ዓሰርተን ዘ ፋይተር ፊልም ቤል ኣብ ናይ ኦስካር ፕሮግራም ብብሉጽ ሓጋዚ ተዋሳኣይ እተዓወተሉ ናይ ፊልም መድረኽ ኮይኑ እዩ። ኣብቲ ፊሊም ብመደንዘዚ ሓሽሽ ዝተለኽፈን ነቲ ቦክሰኛ ሓዉ ናይ ቦክስ ብቕዓት ዘለማምድን ኣሰልጣኒ ኮይኑ ተዋሲኡ እዩ። ነዚ ፊልም ድማ ክርስትያን ቤል ካብ ዓሰርተ ንላዕሊ ዝኸውን ኪሎ ክንኪ ተገይሩ እዩ። እዚ ፊልም ዒስራን ሓሙሽተን ሚልዮን ዶላር ወፃኢ ተገይርዎ እንትስራሕ ሚእትን ዒስራን ሓሙሽተን ሚልዮን ዶላር ኣታዊ ብምርካብ ዕዉት ናይ ፊልም ስራሕ ምዃኑ ናብ ዓለም ኣመስኪሩ እዩ። ተመሊሰ ናብ ክልተ ሽሕን ዓሰርተ ሰለስተን ዓመተ ምህረት ክወስደኩም እንከለኹ፣ ኣሜሪካን ሃስለር ዝተባህለ እዚ ናይ ፊልም ስራሕ ተዘርገሐሉ ዓመት እዩ ነይሩ። ቤል ኣብዚ ፊልም ክረኣ እንከሎ እቲ ናይ ቀደም ቤል ዝመስል ኣይኮነን። ናብቲ ዝነበሮ ክብደት ዕስራ ኪሎ ዝኣክል ብምውሳኽ ካብ ሚእቲ ንላዕሊ ክብደት ብምሓዝ ክዋሳእ ክኢሉ እዩ። ካብቲ ቦርጫም ኮይኑ ምምጻእ ንላዕሊ በራሕ ንኽመስል እውን ተላጽዩ ክመጽእ ክኢሉ እዩ። እዚ ናይ ክብደቱ መጠን ድማ ሕቑኡ ክህሰ ከም ዝገበሮ ኣብ ሓደ ቃለ መሕተት ገሊጹ እዩ። ቤል ስሊዚ ኮልማን እተባህለ ገጸ ባህሪ ብምሓዝ ክዋሳእ ተራእዩ እዩ። እዚ ፊልም ኣርብዓ ሚልዮን ዶላር ወጻኢ ተገይሩሉ ካብ ክልተ ሚእትን ሓምሳን ሚልዮን ዶላር ንላዕሊ ኣታዊ ረኺቡ እዩ። ክርስትያን ቤል እውን ኣብዚ ፊልም ብዘርኣዮ ብቕዓት ናብ ናይ ኦስካር ሽልማት ሕጹይ ኰይኑ ቀሪቡ እዩ። ኣብ ክልተ ሽሕን ዓሰርተ ሸሞንተን ድማ ቤል፣ ማይክል በርናይ እተባህለ ሓቃዊ ታሪኽ ገጸ ባህሪ ሒዙ ክዋሳእ ክኢሉ እዩ። እቲ ኣዝዩ መስደመም ዝገበሮ ድማ፣ ቤል ነቲ ገጸ ባህሪ ንክመስል ምስቲ ሓቃዊ ሚካኤል በር ብዙሕ ግዘ ክራኸብ ተገይሩ እዩ። ንሱ ዝገብሮም ብራቴል ይኹን ቁምጣ ገይርዎም ክዋሳእ ክኢሉ እዩ። ነዚ ዓይነት ፊልም ንክስራሕ እውን ሓምሳ ሚልዮን ወፃኢ ተገይሩ ካብ ሚእትን ሰላሳን ሰለስተን ሚልዮን ዶላር ንላዕሊ ኣታዊ ክረክብ ኪኢሉ እዩ። ቤል ኣብ ናይ ኦስካር ፕሮግራም ብናይ ብሉፅ ሓጋዚ ተዋስኦ ሕፁይ ናብ ምዃን በቒዑ እዩ። ድሕሪ ሰለስተ ዓመት ድማ ኣብ ካልእ ፊልም ምስ ኣዳም ሜኬ ክራኸቡ ኪኢሎም እዮም። ኣብ ናይ ጆርጅ ቡሽ መሪሕነት ፀዓት ኣብ ኣሜሪካ ምኽትል ፕረዚደንት ኮይኑ ይሰርሕ ናይ ዝነበረ ሰብ ብፊልም መልክዕ ከምፅእዎ ኪኢሎም እዮም። ቤላ ኣብዚ ፊልም ንክሰርሕ እውን ጸጉሩ ሙሉእ ንሙሉእ ተላጽይዎ እዩ። እቲ ካብ ኩሉ ንላዕሊ መስደመም ዝገበሮ ድማ ካብቲ ዝነበሮ ክብደት ንላዕሊ ዕስራ ኪሎ ክውስኽ ምኽኣሉ እዩ። እዚ ፊልም ክንድቲ ዝኣክል ኣታዊ ዋላ እኳ ተዘይረኸበ፣ ቤል ብዘርኣዮ መስደመም ብቕዓት ኣብ ጎልደን ግሎብ ኣዋርድ ብሉጽ ተዋሳኣይ ብዝብል ብልጫ ክረክብ ገይርዎ እዩ። ቤል እቲ ናይ መጠረሻ ስርሑ ፎርድ ቨርዝስ ፌራሪ ኣብ ዝብል ብምውሳእ እዩ ነይሩ። እዚ ፊልም ኣብ ዓሰርተ ትሽዓተ ስሳታት ናይ ፎርድ ስፖርት ማኪና ዝሕዝ ኬን ማይልስ ንዝብል ሓደ ሰብ ዝገልጽ እዩ ነይሩ። ኣብ ሓቃዊ ታሪኽ ካብ ምዝንታው ዝሓለፈ፣ ቤን ምስቲ ናይ ኬን ማይልስ መሓዛ ብምዃን ናይ ማኪና ልምምድ ክገብር ጸኒሑ እዩ። ኣብቲ ፊልም ዝረኣያ መካይን ንሱ ዝዝውረን ኣይነበራን፣ ኮይኑ ግና ናይ ስፖርት ማኪና ምሓዝ ዘምጽኦ ዓቢ ጭንቀት ንኽለምድ ክብል ምስኡ ብምዃን ክስልጥን ጸኒሑ እዩ። ኣብዚ ፊልም ንክዋሳእ እውን ልዕሊ ኣርባዓ ኪሎ ዝኣክል ናይ ኣካሉ ክብደት ክንኪ ግድን ኮይንዎ እዩ። እዚ እውን ክሳብ ሕጂ ይገብሮም ካብ ዝነበረ ናይ ኣካል ክብደት ምንካይ እቲ ዝዓበየ ኮይኑ እዩ። እቲ ዝነበሮ ናይ ምውሳእ ብቕዓት ሙሉእ ንሙሉእ ንናይ ፊልም ኢንዱስትሪ ኣሕሊፉ ዝሃበ ሰብ እዩ። ጥበብ እውን ሃብትን ህቡብነትን ክትህቦ ኪኢላ እያ። ናይ ቤል ብቕዓትን ቆራጽነትን ኣብ ናይ ኣሜሪካ ናይ ፊልም ዓለም ውሽጢ ዓቢ ዓሻራ ገዲፉ እዩ። ምስዚ ሰብ ክወዳደር ዝኽእል ካልእ ተዋሳኢ እንተሎ ውን ሓሳብኩም ኣብ ናይ ኮመንት ቦታ ግደፉለይ። ላይክን ሸርን ብምባል ድማ ናብ ኩሉ ንክባጻሕ ደገፍኩም ኣይፈለየኒ ክብል እፈቱ።